ሰላምን ጥዕናን ንኹሉኹም ተኸታተልተይ ይኹን እንዳበልኩ ናብ ናይ ሎምዓንቲ መደበይ ክኣቱ እንከለኹ ኣብ ናይ ሎምዓንቲ መደበይ እዘን ምልክታት እንተሪኢኻ ሱቕ ኢልካ ኣጓይያ ብዝብል ኣርእስቲ መደብ ሒዘልኩም መፅየ ኣለኹ ብፍላይ ነዚ መደብ ደቂ ተባዕትዮ ትከታተልዎ እንተሃሊኹም ብዛዕባ ናይ ደቂ ኣንስትዮ ጠባይ ትፈልጥሉ ኣገዳሲ ዝኾነ መደብ ሒዘልኩም መጽየ ኣለኹ። ደቂ ኣንስትዮ እንተ ኹይንክን ድማ ብዛዕባ ናይ ባዕልኽን ስትራክቸርን ከምኡ ውን ምስ ጾታዊ ርክብ ዝተታሓዘ ጠባይክን ንኽትፈልጣ ዝሕግዘክን ኢንፎርሜሽን ሒዘልክን ኣለኹ። ሓደ ሓደ ደቂ ኣንስትዮ ናይ ጾታዊ ርክብ ስምዒተን ኣብ ዝልዓለሉ እዋን ዘርእይኦ ጠባይ ኣሎ። ከም ጋሻ ጠባይ ወይ ከኣ ኣብ ሰውነተን ዝፍጠር ሕማም ክህልው ይኽእል እዩ። ኮይኑ ግና እዚ ጸገም ወይ ከኣ እዚ ለውጢ እዚ ምስ ጥዕና ዝተትሓዘ ጸገም ከም ዘጋጠመን ብምሕሳብ፣ እዘን ምልክታት ንቡርን ጥዕንኡ ዝሓለወ ከም ዝኾነ ብዘይምርዳእ ናብ ሕክምና ብምኻድን ትሪትመንት ብምጅማር ስለ ዝጽመዳ፣ ስለ ዝኾነ እዘን ቀጺለ ዝሕብረልክን ለውጥታት እንተፈሊጥክን ናብ ከምዚ ዝበለ ዝተጋግየ ኣረዳድኣ ንኸይትኣትዋ ዝሕግዘክን እዩ። ነዚለ ቅድሚ ናብ መደበይ ምእታወይ ነዚ ቻነል። ሓደሽቲ ዝኾንኩም ሳብስክራይብ ብምግባር ዝተፈላለዩ ናይ ጥዕና፣ ናይ ፆታዊ ርክብ ከምኡ ውን ናይ ሓዳር ሂወት ኢንፎርሜሽን ትረኽብሉ ቻነል ስድራ ንክትኮኑ ብኽብሪ ይሓትት። መደብና ናብ ብዙሓት ንክበፅሕ ላይክ ሼር ግበርዎ። ነዚለ ናብ መደበይ ክኣቱ እንከለኹ ደቂ ኣንስትዮ ናይ ፆታዊ ርክብ ስምዒተን ክለዓል እንከሎ ፆታዊ ርክብ ክገብራ ክደልያ እንከለዋ ዘርእይኦ ብዙሓት ጠባያት ኣለዉ። እቲ ቀዳማይ እንታይ እዩ? ኣብ ልዕተን ከባቢ ራሕሲ ምፍጣር እዩ። ሓደ ሓደ ደቂ ኣንስትዮ ነዚ ራሕሲ ክሪኣ እንከለዋ ምስ ባክቴርያል ወይ ከኣ ምስ ዩስት ኢንፌክሽን ዝተተሓዘ ጸገም ዘጋጠመን ይመስለን እዩ። ኮይኑ ግና እዚ ምልክት እዚ ማይ ዝመስል እንተኾይኑ ምንም ዓይነት ጨና ዘይብሉ ከለር ዘይብሉ እንተኾይኑ ናቹራል ዝኾነ ማይ ዝመስል ፈሳሲ ካብ ብልዕትኽን ዝወጽእ እንተኾይኑ ቅድሚ ሕዚ ናይ ጾታዊ ርክብ ፊልምታት ብምርኣይን ወይ ከኣ ምስ ተጻራሪ ጾታ ናይ ሰውነት ርክብ ጌርክን ሰውነትክን ክነኻኻእ እንከሎ ብሓንጎልክን ብዛዕባ ጾታዊ ርክብ ክትሓስባ እንከለኽን እዚ ነገር እዚ እንተጋጢምክን እዚ ምሉእ ንምሉእ ጥዕንኡ ዝተረጋገጸ ምንም ዓይነት ሕክምና ዘየድልዮ እዩ። ብልዕትኽን ንጾታዊ ርክብ ድልው ከም ዝኾነ መርኣዪ እዩ እምበር ምንም ዓይነት ትሪትመንት ዘድልዮ ነገር ኣይኮነን። እዚ ፈሳሲ እዚ ዝፍልፍል ካብ ኣብ ውሽጠዋይ ብልዕትኽን ዝርከብ ግላንድ እዩ። ፆታዊ ርክብ ኣብ ትገብርሉ እዋን ብሰንኪ ናይ ብልዕቲ ምንቃፅ ተታሒዙ ዝመፅእ ሕማም ዝከላኸለልክን እዚ ራሕሲ እዚ እዩ። ናይቲ ወዲ መትሎ ናብ ብልዕትኽን ክኣቱ እንከሎ ምስ ናይ ብልዕትኽን መንደቕ ወይ ከዓ እቲ ናይ ጎኒ ፓርት ወይ ከዓ እቲ መንደቑ ፍሪክሽን እንዳፈጠረ ስለዝኣቱ ራሕሲ ተዘይሃልይዎ ድማ ኣብቲ ናይ ብልዕትኽን መንደቕ ከባቢ ሕማም ክስምዐክን ኽገብር ይኽእል እዩ። ስለ ዝኾነ እዚ ፈሳሲ እዚ ናይ ጾታዊ ርክብ ሓሳብ ክትሓስባ እንከለኽን ናይ ጾታዊ ርክብ ፊልምታት ክትሪኣ እንከለኽን ምስ ተጻራሪ ጾታ ብሰውነትክን ክትነኻኽኣ እንከለኽን ክወጽእ ዝኽእል እዩ። ምንም ዓይነት ጨና፣ ከለር፣ ዘይብሉ ማይ ዝመስል እንተኾይኑ ናቹራል ዝኾነ ምንም ዓይነት። ጥዕናዊ ጸገም ዘይብሉ ከም ዝኾነ ክትርድኣ ኣለክን። ስለ ዝኾነ ምንም ዓይነት ኣንቲ ባክቴርያል ወይ ከኣ ኣንቲ ፈንጋል ክሬም ክትጥቀማ የብልክንን። እቲ ካልኣይ ሓንቲ ጓል ኣንስተይቲ ናይ ጾታዊ ርክብ ስምዒታ ክለዓል እንከሎ ተርእዮ ምልክት ድማ እንታይ እዩ? ኣብ ብልዕታ ከባቢ ዘሎ ላዕለዋይ ክፍሊ ወይ ከኣ ቂንጥር ኢልና ንጽውዖ ናይ ምሕባጥ ጠባይ የርእይ እዩ። ቄንጠርከን ካብ ዝነበሮ ሳይዝ ናይ ምዕባይን ናይ ምስፋሕን ጠባይ ዘርኢ እንተኾይኑ፣ ብልዕትኽን ንፍሕፍሕ ናይ ምባል ጠባይ ዘርኢ እንተኾይኑ፣ ብናይ ጾታዊ ርክብ ስምዒት ተታሒዙ ኣብ ብልዕትኽን ከባቢ ልዑል ዝኾነ ናይ ብለድ ፍሎው ወይ ከኣ ናይ ደም ምዝዋር ከም ዘሎ ዘርኢ እዩ። ስለ ዝኾነ ምንም ዓይነት ናይ ሕክምና ትሪትመንት ኣየድልየክንን። ክትነኽኦ እንከለኽን ምንም ዓይነት ናይ ሕማም ምልክት ዘየርእየክን እንተኾይኑ፣ ሙሉእ ንሙሉእ። ጥዕንኡ ዝተሓለወ እዩ፣ ስለዝኾነ ከምዚ ዓይነት ምልክት ክትሪኣ እንከለኽን ቀልጢፍክን ጾታዊ ርክብ ክትገብራ እንከለኽን ልዑል ናብ ዝኾነ ናይ ጾታዊ ርክብ ዕግበት ክትኣትዋ ዝሕግዘክን እዩ፣ ስለዝኾነ እዚ ምልክት እዚ ምንም ዓይነት ናይ ሕክምና ትሪትመንት ዘየድልዮ ምንም ዓይነት ጸገም ዘይብሉ ከምዝኾነ ከትርድኣ ኣለክን። እቲ ሳልሳይ ሓንቲ ጓል ኣንስተይቲ ናይ ጾታዊ ርክብ ስምዒታ ብዕጽፊ። ሰልፊ ከም ዝተልዓለ ንፈልጠሉ ሜላ እንታይ እዩ? ናይ ብልዕቲ ምስፋሕ እዩ። ነዚ ነገር እዚ ብኽልተ ኣንግል ክንሪኦ ንኽእል ኢና። ምንም ዓይነት ናይ ጾታዊ ርክብ ከይገበርክን ወይ ከኣ ናብ ናይ ጾታዊ ርክብ ሓሳብ ከይኣተኽን ብልዕትኽን ናቹራሊ ሰፊሕ እንተኾይኑ እዚ ነገር እዚ ኣብ ስምዒት ከም ዘለኽን መፍለጢ ዘይክኾን ይኽእል እዩ። ኮይኑ ግና ካሊእ መዓልቲ ጸቢብ ኮይኑ፣ ናይ ጾታዊ ርክብ ስምዒትክን ክለዓል እንከሎ ብልዕትኽን ኤክስተንድ ዝገብር እንተኾይኑ፣ ኣብዚ ግዘ ጾታዊ ርክብ እንተጌርክን ቅድሚ ሕዚ ሪኣቶ ንዘይትፈልጥ ናይ ጾታዊ ርክብ ዕግበት ንኽትረክብ ዝሕግዘኩም ሜላ እዩ። ስለዝኾነ ነዚ ምልክት ኣብ ትሪእሉ እዋን ደቂ ተባዕትዮ ቀልጢፍኩም ናብ ጾታዊ ርክብ ኣብ ትኣትውሉ እዋን ምስተን ደቂ ኣንስትዮ ልዑል ናብ ዝኾነ ናይ ጾታዊ ርክብ ዕግበት ከተብጽሕወን ትኽእሉ ኢኹም። እቲ ራብዓይን ናይ መወዳእታን ዝኾነ፣ ሓንቲ ጓል ኣንስተይቲ ናይ ጾታዊ ርክብ ስምዒት ክለዓላ እንከሎ ተርእዮ እንታይ እዩ? ኣጥዋታ ሳይዝ ናይ ምውሳኽ ጠባይ የምጽኣየን። ናቹራሊ ጥወን ዝወደቐ ደቂ ኣንስትዮ ናብ ናይ ጾታዊ ርክብ ስምዒት ክኣትዋ እንከለዋ ነዚ ጠባይ ዘይከርእያ ይኽእላ እየን። ኮይኑ ግና ኣብ ኖርማል እዋን ኣጥዋተን ንእሽተይ ዝኾነ፣ ናይ ጾታዊ ርክብ ስምዒተን ክለዓል እንከሎ ናይ ኣጥዋተን ሳይዝ ናይ ምውሳኽ ጠባይ የርእይ እዩ። ስለዝኾነ እዚ ጠባይ እዚ ንቑሩብ ግዘ ዝፀንሕ ከምዝኾነ ክትርድኦ ኣለኩም። ናይ ፆታዊ ርክብ ስምዒታ ከምዝተልዓለ መፍለጢ ሜላ እዩ። ኣብ ጥውክን ዘሎ ለውጢ ከጭንቐክን ኣይግባእን ምኽንያቱ እንታይ እዩ? ምንም ዓይነት ፀገም ዘይብሉ ናይ ሕክምና ትሪትመንት ዘየድልዮ ናይ ፆታዊ ርክብ ስምዒትክን ከምዝተልዓለ መፍለጢ ሜላ እምበር ምንም ዓይነት ናይ ሕክምና ትሪትመንት ዘየድልዮ እዩ። ስለዝኾነ እዘን ኩለን ቀዲመ ዝሓበርኩልክን ለውጥታት ክትሪኣን ከለኽን ክትጭነቓ የብልክንን ናቹራል ዝኾነ ጥዕንኡ ዝሓለወ ለውጢ ከም ዝኾነ ክትርድኣ ኣለክን። እዘን ቀዲመ ዝገለጽኩልክን ለውጥታት ናይ ሕክምና ትሪትመንት ዘየድልየን ልዑል ዝኾነ ናብ ጾታዊ ርክብ ስምዒት ከም ዝኣተኽን መፍለጢ እዩ። ነዚ ኢለ ናይ ሎምዓንቲ መደበይ በዚ ክዛዝም። ካብ ናይ ልማዓንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። ሓሳብ ሪኢቶ እንተሃልይኩም ብኮሜንት ሴክሽን ሓሳባትኩም ግለፁለይ። መደብና ናብ ብዙሓት ንኽበፅሕ ላይክ ሼር ግበርዎ። ሰላምን ጥዕናን ንኹላትና። የቐንየለይ።